ሰላም ተኻታተልቲ መደባት ፈንቅል ኤሪ ሜድያ ከመይ ተምጽኡ ንሎም ሰንበት ዓሰርተ ሓሙሽተ ለካቲት ብካልኣይ ትሕዝቶ መደባት ቀሪበ ኣለኹ ንምክእታልኩም ብኽብሪ ይዕድም ሰናይ ምክእታል ክቡራት ተኸታተልቲ በቲ ቀዳማይ ንሪያ ገዳስ ዛዕባ ምስ እንፍልም ንሓይልታት ምክልኻል ኤርትራ ዝምልከት ብስርዓት ብልጽግናን ዕሱባቱን ጌጋ ጸለመን ሓበሬታን ንማሕበራዊ መራኸቢታት የዕለቕሊቕዎ ይርከብ ኣሎ። ሓይልታት ምክልኻል ኤርትራ ኣብ ውሽጢ መሬት ኢትዮጵያን ክልል ትግራይን ኣትዩ ይርከብ ኣሎ። ኤርትራ ከበድቲ ዕጥቅን ኣጽዋራትን ናብ ክልል ትግራይ ኣጸጊዓ። ሓይልታት ምክልኻል ኤርትራ ብመንገዲ ትግራይ ኣቢሉ ናብ ዶባት ክልል ኣምሓራ ተጸጊዑን ዓስኪሩን ይርከብ ኣሎ። ካልእ ካልእ እናተባህለ ንማሕበራዊ መራኸቢታት ከምዚ ዓይነት ጸለመን ሓሶታትን የዕለቕሊቕዎ ይርከብ ኣሎ። እዚ ከምዚ ዓይነት ጌጋ ሓበሬታ ቀዳማይ ብተወለድቲ ክልል ትግራይ ምስ ስርዓት ብልጽግና ተዓሲቦም ዝሰርሑ ዘለዉ፣ ቁጽሪ ክልተ ስርዓት ብልጽግናን ኮራኩሩን ኣኽላባቱን መራኸቢታቱን ዝዝርግሕዎ ዘለዉ ጌጋ ሓበሬታ እዩ። ዕላማ ናይዚ ዝዝርጋሕ ዘሎ ጸለመን ሓሶታትን፣ ሓደን ንጹርን እዩ። ሚኒስትር ጉዳያት ወጻኢ ኢትዮጵያ ኣብዚ ዝሓለፈ ቅንያት ናብ ህዝብን መንግስትን ኤርትራ ዝምልከት ኣቕሪብዎ ዝነበረ ጻውዒታትን ክስን ምስኡ ዝተተሓዘ ኮይኑ ሓይልታት ምክልኻል ኤርትራን መንግስቲ ኤርትራን ኣብ ውሽጢ መሬት ኢትዮጵያን ክልል ትግራይን ኣትዩን ምባል እዩ። እዚ ከኣ ነቲ ንክልተ ዓመታት ዝተኻየደ ፈኸራታት ኣንጻር ህዝብን መንግስትን ኤርትራ ነቲ ኲናት ምኽንያታዊ ጌርካ ንምጅማሩ ዝግበር ዘሎ ሸለብ ገለብ ምዃኑ ካብ ዓይኒ ማንም ዝተኸወለ ኣይኮነን። ስለዚ ነዚ ዝግበር ዘሎ ከምዚ ዓይነት ማዕበላዊ ጌጋ ሓበሬታ ነፍሲ ወከፍ ኤርትራዊ ክምክቶን ከፍሽሎን ይግባእ። ስርዓት ብልጽግናን ኮራኩርን ኣኽለባቱን ሓይልታት ምክልኻል ኤርትራ ኣብ ውሽጢ ኢትዮጵያን ክልል ትግራይን ኣሎ እናበሉ ዝተፍላለዩ ጽሑፋትን ሓበሬታን ክዝርግሑ ዝኾነ ይኹን ጭብጥን ምስልታትን ከቕርብ ይከኣሎን። እዚ ከኣ መርኣያ ሓሶቶምን ፍሽለቶምን ኮይኑ እዩ ዝርከብ። ስለዚ ብልጽግናን ኮራኩርን ኣኽላባቱን ዘካይድዎ ዘለዉ ዕቡድ ምንቅስቓስ ነቲ ኣብ ባይታ ክጅምርዎ ዝሓስቡ ዘለዉ ኲናት ምኽንያታዊ ንምግባሩ ስለ ዝኾነ ኤርትራዊ ኣብ ማሕበራዊ መራኸቢታት ዝነጥፍ ነዚ ዝግበር ዘሎ ከምዚ ዓይነት ዕቡድ ምንቅስቓስ ብዕቱብ ሒዙ ከም ቀደሙ ክምክቶን ከምሽሎን ጻውዒታትና ንቕረብ። ኩቡራት ተኻታተልቲ ካብዚ ጉዳይን ዜናን ከይወጻና ትማሊ ኣብ ወደባዊት ከተማ ባጽዕ ዝኽሪ መበል ሰላሳን ሽዱሽተን ዓመት ስርሒት ፈንቅል ከምዝተኻየደ ተኻታቲልናን ተዓዚብናን ኔርና ወዱ ንኩቡር ፕረዚደንት ኢሰያስ ኣፈወርቂ ኣብርሃም ኣውተራይ ብምባል ውን ካልእ ፕሮፖጋንዳ ክንዛሕ ንከታተልን ንዕዘብን ኣለና እዚ ዝዝርጋሕ ዘሎ ፕሮፖጋንዳ ወዱ ንክቡር ፕረዚደንት ኢሰያስ ኣፈወርቂ ኣብቲ በዓል ነይሩ፣ ክቡር ፕረዚደንት ኢሰያስ ኣፈወርቂ ንወዱ ስልጣን ክረክብ እዩ፣ ኣብ ሓጸርቲ እዋናት ከኣ እቲ ምስግጋር ክካየድ እዩ እናበልካ እዩ ስም ህዝብን ሃገርን እናጸዋዕካ ንህዝብን ሃገርን ንምርባሽ ኣጉል ፈተነታት ዝካየድ ዘሎ፣ ከምዚ ዓይነት ኣጉል ፈተነታት ኣብ ሕሉፍ እዋናት ተኻይዱ ዝፈሸለ ስለ ዝኾነ ንነብሲ ወከፍ ኤርትራዊ ከደናግሮ ዝኽእል ኣይኮነን። እታ ኣዝዩ ዝገርም ጉዳይ ናይ ኤርትራ መራኸቢታት ኢና ዝብላ ብኸምዚ ዓይነት መንገዲ ነዚ ኣጉል ሓብሬታ ክዝርግሓ ምርኣይና እዩ። ኣብዚ ሕጂ እዋን ዝተፈላለዩ ውልቀ ሰባትን መራኸቢታትን ቅድሚ ሕጂ ሃገራውያንን ምስ ሃገር ዝተተሓዘ ዝሰርሑ ዝነበሩ ኣንጻር ህዝብን ሃገርን ዓጢቖም ክሰርሑን ክንቀሳቐሱን ንዕዘብን ንከታተልን ኣለና። ስለዚ ካብ ከምዚኦም ዓይነት መራኸቢታትን ውልቀ ሰባትን እንተነቓሕና ዝያዳ ተመራጺ ይኸውን። ንሓይልታት ምክልኻል ኤርትራ ንህዝብን መንግስትን ኤርትራ ብጸለመን ሓሶታትን ክተድንን ምፍታን ፍጹም ዝከኣል ኣይኮነን። ንልዕሊ ዕስራን ሸውዓተን ዓመታት ብዓበይቲ መራኸቢታት ዓለምን መንግስታት ዓለምን ኤርትራ ንምስይጣን ዝተገብረ ከምዚ ዓይነት ፈተነታት ዋላ ሓንቲ ፍረ ክርከቡ ስለዘይተኻለ፣ ብልጽግና መርኣያ ዓቕሊ ጽበቱን ጭንቀቱን ዘካይዶ ዘሎ ዕግርግር ግን ኣብ መወዳእታ ለኪምዎ ጥራይ ክጠፍእ። ክቡራት ተኸታተልቲ ናብቲ ካልኣይ ኑሪ ኣገዳሲ ዛዕባ ምስ እንሰገር ሰራዊት መንግስቲ ሱዳን ሎም ሰንበት ዓበይቲ ዓወታት ተጎናጺፉ ይርከብ ኣሎ። ንጫድን ሱዳንን ኣብ ዘዋስን ከባቢታት ናይ ተቓወምቲ ሓይልታት RSF መኻዚኖ ዕጥቅን ኣጽዋራትን ነዳድን ብድሮናት መጥቃዕትታት ብምክያድ እዩ። ከምዚ ኣብ ቪድዮን ስእልታትን ንከታተሎን ንዕዘቦን ዘለና ሙሉእ ብሙሉእ የዕንዩ ውን ኣቃጺልዎን ዝርከብ ዘሎ ሰራዊት መንግስቲ ሱዳን ትማል ውን ኣብ ዜናታት ከምዝጸብጸብናዮ ብኢትዮጵያ ኣቢሉ ዝኣተወ ዕጥቅን ኣጽዋራትን ሙሉእ ብሙሉእ ከቃጽሎን ከዕንዎን ኪኢሉ ነይሩ እዩ እዚ ሎም ተፈጺሙ ዝርከብ ዘሎ ከምዚ ዓይነት መጥቃዕቲ ዓብይን ኣገዳስን ከምዝኾነ ካብዚ ዝወጽእ ዘሎ ሃልሃልታትክን ቪድዮታትን ክትርዳእ ኣይትጽገምን ሰራዊት መንግስቲ ሱዳን ካብ ቱርክን ካልኦት ኣገደስቲ ሃገራትን ረኺብዎ ዝርከብ ዘሎ ዕጥቅን ኣጽዋራትን መሳለጥያን ብፍላይ ከኣ ነፈርቲ ኲናትን ድሮናትን ኣብ ልዕሊ ኣርኤስኤፍ ጸብለልትነቱ ኣረጋጊጹ'ዩ ዝርከብ ዘሎ። ሕቡራት ኢማራት ዓረብ ንተቓወምቲ ሓይልታት ኣርኤስኤፍ ክትህቦ ዝጸንሐት ዕጥቅን ደገፍን ኣጽዋራተን ጎረባብቲ ሃገራት ክሊ ሰማያተን ክዓጽዋ ስለ ዝኸኣላ ኣብዚ ሕጂ እዋን ተሓጺራ ወይ ከኣ ተደሪታ'ያ ትርከብ ዘላ። ሰራዊት መንግስቲ ሱዳን ነዚ ጸብለልትነት ተጠቒሙ ኣብ ልዕሊ ተቓወምቲ ሓይልታት ኣርኤስኤፍ መጥቃዕትታቱ ብምሕያል'ዩ ከምዚ ዓይነት ኣገዳሲ ዓወታት ኣብ ባይታ ብምምዝጋብ ገስጋሳቱ ቀጺሉ ዝርከብ ዘሎ እዚ ሎሚ ኣብ ዶባት ሱዳንን ቻድ ብድሮናት ናይ ሱዳን ተፈጺሙ ዝርከብ ዘሎ መጥቃዕቲ ዓብይን ኣገዳስን ከምዝኾነ'የን መንግስታውያን መራኸቢታት ናይ ሱዳን ዓበይቲ ርእስታት ብምሃብ ዜናታት እናሰርሓሉን እናጸብጸብኦን ዝርከባ ዘለዋ። ንሰራዊት መንግስቲ ሱዳን ከምኡ'ውን ህዝቢ ሱዳን ዓበይቲ ዓወታትን ኣሳልጦን ንምነየሎም። ክቡራት ተኸታተልቲ ናብ ሳልሳይ ናይ መወዳእታ ንሬ ዛዕባ ምስ እንሰግር ብቐጥታ ምስታ ዘይርገቲ ሃገር ኢትዮጵያ ዝተተሓዘ ኮይኑ ኩናት ኣብ ክልል ኣምሓራ ቀፂሉ ይርከብ ኣሎ ፋኖ ወረታ ንዝተባህለት ከተማ ሎሚ ሙሉእ ብሙሉእ ኣብ ትሕቲ ቁፅፅር ከምዘእተዋ ሓብሬታ ብስእልታት ኣሰንዩ ዘርጊሑ ይርከብ ኣሎ። ስርዓት ብልፅግና ኣብዚ ዝሓለፈ ቅንያት ኣንፃር ፋኖ ዘካይዶ ዘሎ ኲናት ዓበይቲ ስዕረታት እናተሰከመ ካብ ዓበይቲ ከተማታትን ገጠራትን መሬት ክልል ኣምሓራ ብምውፃእ ናብ ከተማ ኣዲስ ኣበባ ገፁ እናተገዓዘ እዩ ዝርከብ ዘሎ። እዚ ከዓ ንፋኖ ዓብዪ ሞራልን ፍናንን ኮይኑ ኣብ ልዕሊ ሰራዊት ፌደራል ዘካይዶ ዘሎ መጥቃዕቲ የሐይል ቐጺሉ ወይ ዝርከብ። እዚ ከምዚ ኢሉ እንከሎ ምክልኻል ሰራዊት ናይ ስርዓት ብልጽግና ኣብዚ ዝሓለፈ ኣርባዕተ መዓልትታት ኣብ ክልል ኦሮሞ ኣባላቱ ዝነበሩ'ሞ ካብ ምክልኻል ዝተፋነዉ ናብ ምክልኻል ክምለሱ ጻውዒታት ኣቕሪቡ ነይሩ። ምክልኻል መንግስቲ ኢትዮጵያ ሎሚ ብደረጃ'ታ ሃገር ቅድሚ ሕጂ ኣባላት ሰራዊት ዝነበሩ ዝተፋነዉ ናብ ምክልኻል ናይታ ሃገር ንኽምለሱ ጻውዒታት ኣቕሪቡ ይርከብ ኣሎ። እዚ ከኣ ሰራዊት ፈደራል መንግስቲ ኢትዮጵያ ኣብ ክልል ኣምሓራን ኦሮሞን ዘካይዶ ዘሎ ኲናት ክሳብ ክንደይ ከቢድ ስዕረታት ተሰኪሙ ይርከብ ከም ዘሎ ካብዚ ጉዳይ ክትፈልጥን ክትርዳእን ኣይትሽገርን። ፋኖ ትማል ኣብ ዝዘርጎ ሓብሬታ ኣብዚ ዝሓለፈ ሰለስተ መዓልታት ጥራይ ክልተ ሽሕን ሓሙሽተ ሚእትን ኣርባዓን ሰራዊት ፈደራል መንግስቲ ኢትዮጵያ ኣብ ትሕቲ ቁጽጽር ከእቱ ከም ዝኸኣለ ኣብ ዜናታቱ ጸብጺብዎ ነይሩ። ስለዚ ኣብ ክልል ኣምሓራ ዝካየድ ዘሎ ኲናት ንሰራዊት ፈደራል መንግስቲ ኢትዮጵያን ዕጥቁን ኣጽዋራቱን ሙሉእ ብሙሉእ እናውሓጠ'ዩ ዝርከብ ዘሎ። ምክልኻል መንግስቲ ኢትዮጵያ ኣውጺእዎ ዝርከብ ዘሎ ጻውዒት ኣዋጅ ብደረጃ ሃገር ክሳብ ክንደይ ዓቕምታቱ ሞይቱን ማህሚኑን ይርከብ ከም ዘሎ፣ ጌና'ቲ ብክልል ትግራይ ኣንጠጥዩ ዝርከብ ዘሎ ሓደጋታት ከይተወልዐ'ዩ ምክልኻል ናይ ስርዓት ብልጽግና ብኸምዚ ዓይነት መንገዲ ክጣራዕን ሸለብ ገለብ ክብልን ንከታተልን ንዕዘብን ዘለና። ብክልል ትግራይ ዝኾነ ይኹን ፈተነታት እንተተኻይዱ ሰራዊት ፈደራል መንግስቲ ኢትዮጵያን ስርዓት ብልጽግናን ዕጭኦም እንታይ ከም ዝኸውን ንምርድኡ ዘሸግር ኣይኮነን። ክልል ኣምሓራን ኦሮሞን ንምክልኻል ሰራዊት ፈደራል ናይ መንግስቲ ኢትዮጵያ ዓቕምታቱ ፈራኺሹ ስርዓት ብልጽግና ከይፈተወ ሃገራዊ ኣዋጅ ከም ዝእውጅ ጌርዎ ይርከብ። ክቡራት ተኸታተልቲ ፈንቅል ኤሪ ሜድያ ንሎሚ ሰንበት ኣዳልየዮ ዝነበርኩ ካልኣይ ትሕዝቶ መደባት እዚ ክትከታተልዎ ዝጸናሕኩም እዩ ዝመስል ኔሩ። ጽባሕ ብካልእ መደባት ክሳብ እንራኸብ ሰላም ወሰናይ ኣብ ዘለኹሞ